ዳኒየይ ኣነ ከምዚይ ኮይነ ኣይፈልጥን ከምዘፍቅረካ ካባካ ምፍላይ ከዊድኒ ከም ዝክእልን ዘረጋገፅኩሉን መዓልቲ ኣብዘን ካባይ ብኣካልን ብቶሊፎንን ተፈሊካ ዘሕለፍካየን መዓልትታት እየን ዳኒየይ ኣነ እውን የፍቅረካ እየ ሎማዓልቲ ኣዝዩ ዝሕጉስ ብስራት እየ ሒዘልካ ዘለኩ ብምባል ብሓጎስ ንበይና ፍሽክ ክትብል ጀመረት። ሰላም ከመይ ቀኒኹም ክብራት ተኸታተልቲ ዛንታ ድልየተይ ኣይነበረን ኣብ ሂወትኩም ሰላምን ቅሳነትን እንዳ ተመንኹ ዝቅጽል ክፋል ሒዘልኩም መጽየ ኣለኹ። ሰላም ክብራት ኣሕዋተይ ሰላምታይ ኣይረሳዕኩን እየ ናይ ዜዱ ዩቶብ ቻናል ዝቅጽል ክፋል ሒዘልኩም መጽየ ኣለኹ ኣቀዲመ ጊን ንእትህቡኒ ሞራልን ምትብባዕክን ካብ ልቢ እየ ዘመስግን ኣብ ዝሓለፈ ክፋል ዳኒኤል ንሊብያ ክኸድ ከም ዝወሰነ ምስቲ ንሊብያ ዝስደድ ውን ሓሙሽተ ሰባት ንኸምጽእሉ ከም ዝተስማዕምዑ ሳምራዊት ዝያዳ ካልእ መዓልቲ ከም ዘፍቀረቶ ኣራጋጊጻ ንኽትነግሮ ከም ዝወሰነት ርኢና ኔርና ዝቕጽል ክፋል ከኣ እዚ ይመስል። ሳምራዊት ኣብ ሳሎን ከፍ ኢላ ብሃንቀውታ እንዳተጸበየቶ ብውሽጣ ንስኻ ንዓይ ኣዚኻ ፍሉይን ኣብ ውሽጠይ ተሰሚዑኒ ዘይፈልጥ ኣዝየ ሕጉስቲ ዝገብረኒ ስምዒት ዝፈጠርካለይ ኢኻ ዳኒየይ ኣነ ከምዚ ኮይነ ኣይፈልጥን ከምዘፍቅረካ ካባኻ ምፍልላይ ከዊድኒ ከምዝኽእልን ዘረጋግጽኩሉን መዓልትታት ኣብዘን ካባይ ብኣካልን ብተሊፎንን ተፈሊኻ ዘሕለፍካየን መዓልትታት እየን። ዳኒየይ ኣነ ውን የፍቅረካ እየ ሎማዓንቲ ኣዝዩ ዘሕጉስ ብስራት እየ ሒዘልካ ዘለኩ ብምባል ብሓጎስ ንበይና ፍሽክ ክትብል ጀመረት። ዳኒኤል ሳምሶይ ሪኦምን ጽባሕ ክትብገሱ ኢኩም ስለ ዝበሎም። ዝጽፈፍ ኣጽፊፎም ናብ ሳምራዊት ተበገሱ። ኣብቲ ከባቢ ምስ በጽሑ ከኣ ካንሸሎ ምኹሕኳሕ ስለ ዘጽልኦ ተሊፎን ደዊሉ መጺኤ ኣለኹ ካንሸሎ ክፈትኒ በላ። ሳምራዊት ብሓጎስ ፍሽኽ ኺኽ እንዳበለት ካንሸሎ ከፈተቶ። ንደገ ተቐልቂላ የማን ጸጋም ቁሊሕሊሕ ፊሕርሒር ብምባል ከኣ ብርሑቕ ክመጽእ ረኣየቶ። ክሳብ ናብኣ ዝቐርብ ከኣ ብፍሽኽታ ተጸበየቶ። ሓቒፋ እውን ሰዓመቶ። ዳኒኤል ኣስጢማ ምስ ሓቐፈቶ ውሽጡ ገምጠልጠል በለ። ዝኾነ ኣብ ገጸይ። ክርእያ የብለይን ኢሉ ግን ጽቡቕ ሰላምታ ለጊሱ ተተሓሒዞም ንገዛ ኣተዉ። ሳምራዊት ኣዝያ ሕጉስቲ እያ ነይራ፣ ዳኒኤል ግን ዘይከም ኩሉ መዓልቲ ጽቡቕ ኣይነበረን። መጺኡ ኣብ ሳሎን ኮፍ ምስ በለ ድሕሪ ሰላምታ ምልውዋጦም ብዙሕ ኣይተዛረበን። ሳምራዊት ዓቕላ ምስ ጸበባ ተሲኣ ናብ ሽንቲ ቤት ኣተወት። ምስ ምስትያት ከኣ ዕላል ጀመረት። ዳንኪ ግን እንታይ ኮይኑ ኣሎ ኣነ ከምዚ ኣይፈልጦን እየ ካብ ዝመጽእ ክሳብ ሕጂኮ ብዛዕባ ክልቴና ይኹን ብዛዕባ ካሊእ ኣይዕለለን። ቀዊጽኒ ማለት ድዩ ዳኒየይ ኣነ ውን እኮ የፍቅረካ እየ ሕጂ እንተ ዘይ ኣልዒሊለይ ባዕለይ ክነግሮ እየ ብከምዚ እሞ ክከስሮ የብለይን ኢላ ጸጉሪ ርእሳ ኣማዓራርያ ኣታሓሒዛ ናብ ዳኒኤል ተመለሰት ዳኒኤል ሕጂ ውን ወላ ሓንቲ ብዛዕብኡ ኣየልዐለላን ሳምራዊት መመሊሳ ተገረመት። ዘለዋ ሓይሊን ድፍረትን ኣኻኺባ ከኣ ባዕላ ከም ተፍቅሮን ሕቶኡ ከም ዝተቐበለቶን ከፍ መበሊኣ ኣመዓራረየት። ድሕሪ ብዙሕ ስቅያትን የማን ጸጋም ከኣ ዳኒየይ ኣለኻዶ ናበይ ደኣ ገዲፍካኒ ዕዝር ኢልካ በለቶ። ዳንኤል ኣብ ቅድሚኡ ዝነበረ ብርጭቆ ማይ ኣልዒሉ ብምስታይ፣ ኣለኹ ሳምርየይ፣ ይቅርታ ገዲፈኪ'ዶ? ታከት ካሊእ ሓሳብ እንድየ ሒዘ በላ። ሳምራዊት ከኣ ብውሽጣ ብዛዕባይ'ዶ ይኸውን ማዕረ ክንድዚ ክትብል ጀመረት። ሳምራዊት ክትነግሮ ስለ ዝወሰነት ውሽጣ ፍርሒ እንዳተሰምዓ ዳኒየይ እንታይ ድየ ክብለካ ደልየ ክትብልን ተሊፎን ናይ ዳኒኤል ክትድውለሉን ሓደ ኮይኑ። ሳምራዊት ድምጺ ናይ ተሊፎን ምስ ሰምዐት ገጻ ኣሳሲራ።

ምስ ተቀበሎ ሄኖክ ሎሚ ምሸት ክትመጹ ኣለኩም ንቶም ኣብ ጎንደር ዘለዉ ክትረክብዎም ቀልጢፍካ ኣብታ ንራከበላ ቦታ ምጻእ ቲከትኩም ቆሪጸዮ ኣለኩ በሎም። ዳኒኤል ውሽጡ ፍርሒ ድዩ እንታይ ዘይፈልጥ ገምጠልጠል በሎ። ኣዝዩ ውን ተረበሸ። ናብ ሳምራዊት ብምምልላስ ከኣ ሳምርየይ ኣነ ክኸይድ ኣገዳሲ ተሊፎን ተደዊሉኒ ኢሉ ቻው ኢሉዋ እዩ ተብተብ እንዳበለ ብዘይ ዝኾነ ዘረባ ከደ። ንብረቱ ጠርኒፉ ስለ ዝነበረ፣ ናብታ ዝበሎ ከደ። ኣብ ሓደ ቦታ ንኹሎም ኣኪቡ ራየድ ገይሩ ንላ ብራት ማለት ንጎንደር ተሳፊሩሉ ቦታ ኣብጽሖም። ሆተል ኣትሒዙ ኣብ ናብ ካሊእ ሰብ ኣሰጋጊሩ ገዲፉዎም ተመለሰ። ዳኒኤል ንዝኾነ ሰብ ስለ ዘይነገረ፣ ከይርብሽዎ ተሊፎን ዓጽይዎ እዩ ነይሩ። ሳምራዊት ሃንደበት ሸቐልቀል እንዳበለ ምኻዱ ስለ ዘየቕሰና ደጋጊማ ተሊፎኑ ትድውለሉ ነይራ። ጠቕሊላ ግን ክትሰርሐላ ኣይከኣለትን። ምሉእ ለይቲ ክትፍትን ሓዲራ። ዝኾነ ለውጢ ኣይረኸበትን። ንሱ'ውን ኣይኸፈታን። ናብ ጎንደር ትጉዕዝ ውዒሎም ናይ ምሸት ከባቢ ሰዓት ሸሞንተ ንጎንደር ኣትዮም ኣብ ሓደ ሆቴል የእትይዎም ኣብቲ ሆቴል ብዙሓት ሰባት እዮም ጸኒሖምዎ እቶም ሰባት ከምኦም ዝበሉ እዮም ነይሮም ናይ ሓደ ሳም ሳሪ ግን ኣይኮኑን ናይ ክልተ ሰለስተ ዝኾኑ እዮም ነይሮም ድራር ተደሪሮም ኣብኡ ሓዲሮም ንጉሆኡ ሃንደበት መጽዮም እቶም ትማሊ ዝመጻኹም ኣበይ ኣለኹም ንብረትኩም ጠራንፉ በልዎም ኩሎም ዝወጹ መሲልዎም ከኣ ናብ ንብረት ምጥርናፍ ኣተዉ ዳንኤል ከኣ ካብዚ ተክ ኣቢሎም ዋላ ክወስዱና ይክእሉ እዮም ምስመር ምስራሕ ከይኣብየኒ ታሚ ዓርከይ ሳምሪ ውን ተሻቂሎም እዮም ዝህልዉ ብምባል ሞባይሉ ከፊቱ ናብ ሳምራዊትን ቶማስን ሊብያ ከይደ ኣለኹ ኣይትሻቐሉ ዕዱል ኣብ ዝረኸብኩሉ ባዕለይ ደሃይ ክገብረልኩም እየ። ዝብል መልእኽቲ ጽሒፉ ሞባይሉ ዓጽዩዋ ነቲ መልእኽቲ ሳምራዊት ኣቐዲማ እያ ሪኣቶ ርእይ ምስ ኣበለቶ ከኣ ይቕጽል ስለቲ ተገዲስኩም ሰሚዕኩም ትህቡኒ ሞራልን ምትብባዕን ካብ ልቢ እየ ዘመስግን ክቡራት ተኸታተልቲ ክቡራት የሕዋተይ ኣብ ትገብሩለይ ኩሉ ነገር ብጣዕሚ እየ ዘመስግነኩም እና ናይ ሎማዕልቲ ዛንታ እዚኣ ትመስል ማለት እዩ ተተመቻትኩም ከዓ ናይ ኩሉ ሸር ምግባር ኣይትረስዑ ክቡራት ፋሚሊ ስለዚ ዝነበረኒ ፃንሒት ብጣዕሚ እየ ዘመስግን የቐንየለይ ብካልእ ትሕዝቶ እስካብ ዝመፀኩም ከዓ ሰሰናዩ ንዓኹም ክቡራት ፋሚልየይ Thank you so much። ንዛ ቻነል ሓድሽቲ ዝኮንኩም ላይክ ሳብስክራይብ ብምግባር ቤተሰብ ኩኑ ምእንቲ ኩሉ ግዜ ሓድሽ ቪድዮ ክመፀኩም።